ቀዳማይ፣ ብርእሰ ምትእምማንን ብኣቓልቦን ሰጉም። ከመይ ትስጉም? ብዛዕባኻ ብዙሕ እዩ ዝነግር። ኣሶጋግማኻ ነቲ ኣብ ደቂ ኣንስትዮ ዘለካ ሰሓብነት እውን ይጸልዎ እዩ። ብዕላማን ብኣቓልቦን ምስጓምካ፣ ናይ ገዛእ ውሽጥኻ ኣዛዚ ምዃንካን ናበይ ትኸይድ ከም ዘለኻ ምፍላጥን እዩ። እዚ ንሓንቲ ጓል ዓቢ ኣቓልቦ ዝህብ እዩ፣ ምኽንያቱ እዚ ንስኻ ሓያል ርእሰ ምትእምማን ዘለዎ ወዲ ምዃንካ ኣብ ኣቃውማኻን ኣሰጓግማኻን እያ ትርእዮ። ብዕላማ ክትስጉም እንከለኻ ብርቱዕን ርእሰ ምትእምማንን ዘለዎ ኣቃውማ ከም ዝህልወካ ኣይትረስዕ። ኣፍ ልብኻ ነፊሕካ ክሳድካ ትኽ ኣቢልካ ሰጉም። ፍጥነት ኣሰጓጉማኻ ኣቕልበሉ። ቀልጢፍካ ወይ ቀስ ኢልካ ምኻድ ብዛዕባ ገዛእ ርእስኻ ከም ዘይትተኣማመን ወይ ኣብ ጭንቀት ከም ዘለኻ ከምስል እንከሎ፣ ብማእከላይ ፍጥነትን ብዕላማ ምኻድን ወይ ምስጓምን ግን ርእሰ ምትእምማንን ገዛእ ርእስኻ ምቁጽጻርን ከም ዘለካ ክሕብር ይኽእል እዩ። ከባቢኻ ኩሉ ረኣዮ፣ ሓንሳብ ግዜ ወሲድካ ድማ ነቲ ቦታታት ኣስተውዕለሉ፣ እንታይ ትገብር ከም ዘለኻ ድማ ፍለጥ። በዚ ኸምዚ ዝያዳ ዕላማን ምትእምማንን ሒዝካ፣ ክትስጉም ትኽእል ኢኻ። ብምስትውዓል ክትከይድ ከለኻ፣ ኣእዳውካ ኣብ ጎንኻ ትኽ ኢሉ ወይ ድማ ብባህርያዊ መንገዲ ቅድሚት ድሕሪት ዳተንቀሳቐስካ ኢኻ ትኸይድ። ኣእዳውካ ካብ ምጥማርን ንድሕሪት ካብ ምጥዋይን ተኣለይ። ግልጺ ከም ዘይኮንካን ዲፌንሲቭ ሰብ ከም ትመስል ክገብረካ እዩ። ዝተዛነየ፣ ሪላክስ፣ ዝኾነ ኣቃውማ ኣእዳውካ ብባህርያዊ መንገዲ ከም ትንቀሳቐስ ክሕግዘካ እዩ። ብኣቓልቦ ምስጓም ብፍላይ በቲ ናይ መጀመርያ ፍቕራዊ ርክብ ወሳኒ ክኸውን ይኽእል እዩ። ንኣብነት ኣብ ባር ወይ ቤት መግብን ንሓንቲ ጓል ሒዝካያ ክትኣቱ እንከለኻ ወይ ክትቅበላ እንከለኻ መሳጢ ክኸውን ይኽእል እዩ። ብምትእምማንን ብኣቓልቦን ናብኣ ገጽካ ክትስጉም እንከለኻ እዚ ኸኣ ዓቢ ጽልዋ ከስዕበላ ይኽእል እዩ። ንደቂ ኣንስትዮ ዝስሕብ ቦዲ ላንጉዌጅ ናይ ደቂ ተባዕትዮ ኣዋልድ ነዚ ኣብ ደቂ ተባዕትዮ ዝርእየኦ ዝምስጠን ነገር እዩ። እቲ ትዛረቦ ጠራይ ዘይኮነስ ብኸመይ መንገዲ ትብሎ እዩ እቲ ወሳኒ። ክበሃል ሰሚዕካ ትኸውን ኢኻ። ስለዚ ከኣ ሎሚ ብዘገርም ሓሳብ ቅድሚ ሕጂ ርኢኻዮ ብዘይትፈልጥ መንገዲ ንደቂ ኣንስትዮ ንኽትስሕብ ዝሕግዘካ ሽዱሽተ ሓያላት ቦዲ ላንጉየጅ ከምኡ'ውን ምኽርታት ክነግረኩም እየ። ብተፈጥሮ ንቋንቋ ኣካላት ምንቅስቓስና ወይ ቦዲ ላንጉየጅ ክንቆጻጸሮ ይከኣል'ዶ ወይስ ኣይከኣልን ኢልካ ትሓስብ ትኸውን? መልሲ ናይ'ዚ ሕቶ፣ እወ ወይ ኖእ እዩ። ገሊኦም ኣካላዊ ምንቅስቓስ ናብ ብተፈጥሮ ባዕሉ ዝመጽእ እኳ እንተዀነ፣ ሓደ ሓደ ግዜ ግን ክንቈጻጸሮ ንኽእል፣ ብኣፍና ክንገልጾ ዘሸግር፣ ብኣካላዊ ቋንቋ ወይ ብቦዲ ላንጉየጅ ብዝሓሸ መንገዲ ንደቂ ኣንስትዮ ክትስሕበን ትኽእለሉ ብዙሕ መንገድታት ኣሎ። ነቲ ዘለካ ኣበዋልድ ሰሓብነት ክእለት ከተመሓይሽን፣ ንዝኾነት ጓል ቀልባ ክትስሕብን እንተ ደሊኻ ነዚ ናይ ሎሚ ነገራት Game Changer ምኽሪ ተገዲስካ ስምዓዮ። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽ እንተለኹም ሳብስክራይብ ክትገብሩ ነቲ በቢ ጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። በዚ ከምዚ ዓይነት ቋንቋ ኣካላዊ ምንቅስቓስ ወይ ቦዲ ላንጉጅ ንሓንቲ ጓል ሰሓባ። ሻድሻይ፣ ትኽ ዝበለ ኣቃውማ። ትኽ ዝበለ ኣቃውማ ኣገዳሲ ዝኾነ ናይ ሓደ ወዲ ቦዲ ላንጉጅ እዩ። ብርእሰ ምትእምማን ትኽ ዝበለ ኣቃውማን ሓደ ሓያልን ማራኽን ቅርጺ ንኽህልወካ ቀንዲ መፍትሕ እዩ። መንኮብካ ትኽ ኣቢልካ፣ ኣፍ ልብኻ ነፊሕካ ብምትእምማን ደው ምስ ትብል፣ ርእሰ ምትእምማንካ እዩ ዝሕይል። እዚ ኣቋውማ እዚ በቲ ዘለካ መልክዕን ሕብርን ከም ትሕበን እዩ ዘርኢ። እዚ ኸኣ ንደቂ ኣንስትዮ ካብቲ ኣዝዩ ዝስሕበን ምልክታት ቦዲ ላንጉየጅ ደቂ ተባዕትዮ እዩ። ኣካላዊ ኣቋውማ ግን ንምንታይ እዩ ኣዝዩ ኣገዳሲ ዝኸውን እንተኢልና፣ ቀዳምነት ነቲ ብዛዕባ ገዛእ ርእስኻ ዘለካ ስምዒት ክጸልዎ ስለ ዝኽእል እዩ። መጽናዕትታት ከም ዝሕብርዎ፣ ንሒደት ደቓይቕ ዋላ ይኹን ሓያል ዝዀነ ትኽ ዝበለ ኣቃውማ እንተ ጌርካ፣ ብመጠኑ ናይ ቴስቶስቴሮን ሆርሞን ከም ዝውስኽ ይገብሮ። ከምኡ ድማ መጠን ኮርቲሶል ከም ዝንኪ ይገብሮ፣ እዚ ኸኣ ዝያዳ ርእሰ ምትእምማን ከም ዝሓድረካ ይገብር። ብዘይካዚ ድማ ትኽ ዝበለ ኣቃውማ እንተ ኣለካ፣ ነዊሕን ማራኺ ወድን ከም ትመስል ክገብረካ ይኽእል እዩ። እዚ ኸኣ ኣየነይቲ ጓል እያ ዘይትምነዮ? ይኹን እምበር፣ እዚ ክትዛረበሉ ቀሊል እኳ እንተኾነ፣ ከየቋረጽካ ኩሉ ግዜ ብተግባር ፕራክቲስ ንኽትገብሮ ግን ዲሲፕሊን ከምኡ'ውን ጻዕሪ ዝሓትት እዩ። ዋላ እኳ ገሊኦም ንቑሩብ ደቓይቕ ክገብርዎ እተፈተኑ፣ ገለ ዘጨንቕ ወይ ዘሸቑርር ኩነታት ከጋጥሞም እንከሎ፣ ኣፍልቦም ናብ ውሽጢ ክሳዶም ድማ ናብ ታሕቲ ብምግባር ናብቲ ዝነበርዎ ይምለሱ። ትኽ ኢልካ ደው ምባል ንኽትክእል መታን ወይ ድማ ንኽትለምዶ ዝተወሰነ ልምምድ የድሊ እዩ። ኣካላዊ ኣቃውማኻ ንምምሕያሽ ኣብ መዓልቲ ንዝተወሰነ ግዜ ክትለማመድ ፈትን። ነቲ ልምምድ መታን ክትዝክሮ ድማ ኣብ ተሌፎንካ ወይ ድማ ኣብ ኮምፒተርካ መዘኻኸሪ ኣዳሉ። እቲ ቀንዲ ሓጋዚ ድማ ምውስዋስ ኣካላት እዩ፣ ከም በዓል ፕላንክስ፣ ሲት ኣፕስ፣ ዝኣመሰሉ። ጭዋዳታትካ ብምድልዳል ጽቡቕ ኣቃውማ ንኽህልወካ ክሕግዘካ ይኽእል እዩ። ሓምሻይ ኣብ ዓይኒ ምርኣይ፣ ኣብ ዓይኒ ምጥማት ካልእ ኣገዳሲ ቦዲ ላንጉየጅ እዩ፣ እዚ ኸኣ ነቲ ካልኦት ብዛዕባኻ ዘለዎም ኣረኣእያ ክጸልዎም ይኽእል እዩ። ንሓደ ሰብ ኣብ ዓይኑ ምጥማት ብእኡ ከም ትግደስ እዩ ዝሕብር፣ እዚ ኸኣ ብፍላይ ውጽኢታዊ ዝዀነሉ ምኽንያት ርእሰ ምትእምማንካ ንደቂ ኣንስትዮ ስለ ዝስሕበን እዩ። ይኹን እምበር ገሊኦም ኣወዳት ናብ ዝፈትውዋ ጓል ናብ ዓይና ምጥማት ክኸብዶም ይኽእል እዩ። ብሓፈሻ ንሰባት ኣብ የዒንቶም ምጥማት፣ ብፍላይ እንተዘይተለማመድካዮ፣ ከሸግረካ ወይ ከፍርሓካ ይኽእል እዩ። ብተወሳኺ ንነዊሕ እዋን ኣተኲርካ ናብ ዓይኒ ሰብ ምጥማት፣ ከም ቁጥዐ ዘለካ ወይ ግጭት ከም ዝደለኻ ገይሮም ክወስድዎ ይኽእሉ እዮም። እሞኸ ደኣ ብውጽኢታዊ መንገዲ ናብ ዓይኒ እታ ዝደለኻያ ጓል ክትጥምት ከም ዘለካ ብኸመይ ክተረጋግጽ ትኽእል? ቀዳማይ፣ ሚዛናዊ ምዃን ኣዝዩ ኣገዳሲ እዩ። ንነዊሕ እዋን ብምትኳር ናብ ሓደ ሰብ ክትጥምት ኣየድልየካን እዩ። በንጻሩ ከኣ፣ ምሉእ ብምሉእ ናብ ዓይኒ ሰብ ዘይምጥማት፣ ተገዳስነት ዘይብልካ ወይ ሓፋር ከም ዝዀንካ ከምስለካ ይኽእል እዩ። ኣብ ሓደ ትገብሮ ዕላል፣ ካብ ሓምሳ ክሳብ ስሳ ሚእታዊት ናብ ዓይኒ ሰብ ኮንታክት ምግባር ኣገዳሲ ሕጊ እዩ። ነቲ ሰብ ከየሰከፍካ፣ ተገዳስነትካን ድሌታትካን ክትገልጽ ትኽእል። ትፈርሕ ወይ ዘይትደፍር እንተ ዄንካ፣ ብቐጥታ ናብ ምሉእ ዓይኒ ካብ ምርኣይ፣ ብሓደ ሸነኽ ገጹ ወይ ኣብ መንጎ ኣዒንቱ ዘሎ ቦታ ክትጥምት ፈትን። ትኽክል ግዜ ምሕላው እውን ካልእ ኣገዳሲ መዳይ ናይ ዓይኒ ኮንታክት እዩ። ኣብ ግዜ ዕላል ብዘይ ዕረፍቲ ኣተኲርካ ናብ የዒንቲ ሓደ ሰብ ምጥማት ረባሽን ምቾት ዘይህብን እዩ። ራብዓይ፣ ብኽፉት ልቢ ገዛእ ርእስኻ ግለጽ። ኣካላዊ ቋንቋ ወይ ቦዲ ላንጉጅ ክበሃል እንከሎ፣ ኣቃውማኻ፣ ኣጠማምታኻ ወይ ትርኢትካ ጥራይ ዘይኮነስ፣ ንምንቅስቓስ ኣእዳውካ እውን ዝሓቁፍ እዩ። ብግርህነት ዝግበር ኣካላዊ ምንቅስቓስ ርእሰ ምትእምማን ወይ ሰሓቢ ስምዒትን ምቕሉልነት ከተመሓላልፈሉ እትኽእል ብሉጽ መንገዲ እዩ። እዚ ኸኣ ንደቂ ኣንስትዮ ዝያዳ ሰሓቢ ወዲ ከም እትኸውን ክገብረካ ይኽእል እዩ። ስለዚ ብግርህነት ዝግበር ኣካላዊ ምንቅስቓስ እንታይ እዩ? ዝተፈላለዩ ምንቅስቓስ የእዳውካ ኮይኖም ግሉጽነትካ ዘርእዩ ምንቅስቓስ እዮም። የእዳውካ ኣብ ትሕቲ ኣፍልብኻ ኣብ ክንዲ ተጣምሮ፣ ናብ ቅድሜኻ ኣውጻዮ። እዚ ኸኣ ዝያዳ ሰሓብን ርእሰ ምትእምማን ከም ዘለካ ክትመስል እገብረካ። በንጻሩ ግና ኢድካ ኣጣሚርካ ምዕላል ከም ሓደ ዲፈንሲቭ ወይ ድማ ዕጹው ልቢ ዘለዎ ሰብ ከምስለካ ይኽእል እዩ። እዚ ንደቂ ኣንስትዮ ዓቢ ዕንቅፋት ክኸውን ይኽእል እዩ፣ ምኽንያቱ ከም ዝረሓቕካየን ኮይኑ ክስምዐን ይኽእል እዩ። ከምኡውን ነቲ ዝብልኦ ወይ ዘዕልልኦ ከም ዘይትግደሰሉ ክኣምና ይኽእላ እየን። ናይ ኣእዳው ምንቅስቓስ ዘለዎ ዕላል ኣቓልቦ ይሰርቕ እዩ። ብፍላይ ውዑይን ዓብይን ዝኾነ ምንቅስቓስካ ናይ ኣእዳው ምንቅስቓስ ዘለዎ ዕላል ኣቓልቦ ይሰርቕ እዩ። ብፍላይ ቅልጡፍን ብዙሕን ዝኾነ ምንቅስቓስ ኣእዳው ወይ ኣካላዊ ምንቅስቓስ እንተዘይትገብር ኮይንካ፣ በንጻሩ የእዳውካ ንድሕሪት ትጠውን ኣብ ጁባኻ ትእቱ እንተኾይንካ፣ እዚ ነርቨስ ከምዘለኻን ከምትጭነቕን ክፈልጣኻ ይኽእላ እየን። ሰሓቢ ኣካላዊ ምንቅስቓስ ዘለዎ ዕላል ምእንቲ ክትመልኽ ኣብ ቅድሚ መስትያት ክትለማመድ ትኽእል ኢኻ። ኣየናይ ምንቅስቓስ እዩ ባህርያዊ ኮይኑ ዝስምዓካ ንምፍላጥ ብዝተፈላለየ ምንቅስቓስ ኣእዳውካ ፈትን። ዘረባኻን ምንቅስቓስካን ባህርያዊ መታን ክመስል ብምድግጋም ክትለማመዶ ትኽእል ኢኻ። ክትዛረብ ከለኻ ኣእዳውካ ጌርካ ኣካላዊ ምንቅስቓስ ግበር። ኣብቲ ሰብ ተገዳስነት ከም ዘለካ ንምርኣይ ድማ ኣብ የዒንቱ ጠምት፣ ፍሽኽ ድማ በል። ሳልሳይ፣ ፍንትት ዘይኮነስ ጽግዕ ብምባል ተገዳስነት ሃብ። ኣብ ኣገዳሲ ክፋል ኣካላት ጓል ኣንስተይቲ ከይተጋነነ ምጽጋዕ፣ ዝያዳ ሰሓቢ ከም ትኾን ክገብረካ ክእል እዩ። ኣብቲ ዕላል እንታይ ከም ትብል ዘላን ከም ትግደሰላን ብሓሳብ ምስኣ ከም ዘለኻን እዩ ዝሕብር። ይኹን እምበር ሚዛናዊ ኣረኣእያ ክህልወካ ኣገዳሲ እዩ። ኣመና ዝተጋነነ ምቅርራብ ወይ ምትንኻፍ ድፍረት ወይ ክብረትና ዝትንክፍ ክኸውን ስለ ዝኽእል ንድሕሪት ምልስ ኢልካ ከተስተውዕል ኣለካ። ስምዒትካ ተቖጻጺርካ ክብረትን ፍቕርን ከም ዘለካ ንምርኣይ እዩ እምበር ኣብቲ ርክብ ጸገም ዘምጽእ ክኸውን የብሉን። ሚዛኑ ምእንቲ ኺሕሉ ትዕላል፣ ንሳ ክትዛረብ ከላ ቀስ ኢልካ ጽግዕ በላ። ምዝራብ ተራኻ ምስ ኰነ ድማ ፍንትት በል። እዚ ድማ ፈቲኻያ ኸም ዘለኻን ኣብ ልዕሊኣ ኣኽብሮት ከም ዘለካን ዘርኢ እዩ። ናብኣ ክትጽጋዕ ከለኻ እውን ንኣካላዊ ምንቅስቓስካ ተጠንቀቐሉ። ምናልባት ኣእዳውካ ጠዊኻ ወይ መንኰብካ ዓጺፍካ ትጽጋዕ እንተ ዄንካ፣ ብዘይ ርእሰ ምትእምማን ትገብሮ ኸም ዘለኻ ኪመስል ይኽእል እዩ። ብፍላይ ኣብ ከም ንድራር ትወጹሉ ፍቕራዊ ዕላል ክትሕዙ ትኽእሉ ኢኹም። ኣብዚ ግዜ እዚ ነቲ ዘለካ ተገዳስነት ንምርኣይ ብዝያዳ መታን ክትስሕባ ጽግዕ በላ። ኩሉ ግዜ ተጠንቀቕ፣ ብዘይ ፍቓዳ ኣብ ተነቃፊ ቦታ ንኸይትትንክፍ ኣስተውዕል። ርግጸኛ እንተ ዘይኮይንካ ነቲ ምጽጋዕ ትፈትዎ እንተ ኾይና ሕተታ። ኣካላትካ ፍትሓዮ፣ ፍኹስ እውን ይበልካ። ኣእዳውካ ኣብ ጎንኻ ወይ ኣብቲ ቅድሜኻ ዘሎ ጣውላ ግበሮ። በዚ ኸምዚ ኸኣ ምዉቕ ስምዒትን ግሉጽነት ከም ዘለካ ክተርኢ ኢኻ፣ እዚ ኸኣ ዝረኸብካየን ደቂ ኣንስትዮ ብዝያዳ ብኣኻ ከም ዝሰሓባ ክኾና እየን። ካልኣይ፣ ናታ ነገር ብምቕዳሕ ዓሚቕ ዝኾነ ርክብ ምምዕባል። ነቲ ኣካላዊ ምንቅስቓሳተንን ቃና ኣደማምጽኣንን ብምቕዳሕ ምስ ትደግም፣ ምስ ደቂ ኣንስትዮ ዝያዳ ምቅርራብን ምትእስሳርን ከም ዝህልወካ ክገብረካ ይኽእል እዩ። እዚ ብዝተፈላለየ መንገዲ ክትጥቀመሉ ትኽእል ኢኻ። ንኣብነት ኣቃውማ ወይ ኣካላዊ ምንቅስቓሳ ወይ ኣዳማምጽኣ ክትቀድሖ ትኽእል ኢኻ። ብፍላይ ነቲ ቃናኣን ትጥቀመሎም ቃላትን ክትደግም ፈትን። ይኹን እምበር እዚ ብሜላ ብባህርያዊ መንገዲ ክትገብሮ ኣድላዪ እዩ። ከመይሲ ካብ መጠን ንላዕሊ ምስ ዝጋነን፣ ኔፕ ምዃኑ ከም ተምስል ዘለኻ ገይራ ክትወስዶ ትኽእል እያ። እቲ ዕላማ እንታይ እዩ? ባህርያዊ ዝኾነ ምቅርራብን ጥምረትን ምትእምማንን ንምምዕባል እዩ። እዚ ብትኽክል መንገዲ እንተተገይሩ ምቕዳሕ ወይ ምድጋም ምትእምማን ዝፈጥርን ምስ ደቂ ኣንስትዮ ርክብ ንምምስራት ሓድሽ ኣጋጣሚታት ከም ዝኸፍት ክገብር ይኽእል እዩ። መጠቓለሊ፣ ቋንቋ ኣካላዊ ምንቅስቓስ ወይ ቦዲ ላንጉጅ ሓደ ካብቲ ብዙሕ መንገድታት ንጾታዊ ስሕበት ዝሕብር ምዃኑ ኣይትረስዕ። ጥዕና ዘለዎ ነዊሕ ፍቕራዊ ዝምድና ንምምስራት ምሉእ ርእሰ ምትእምማንን ሕያውነትን ኣኽብሮት እውን ኣዝዩ ኣገዳሲ እዩ። ይኹን እምበር ነዞም ዝረኣናዮም ናይ ቦዲ ላንጉዌጅ ምኽርታት ምስቲ ዘለካ ባህርያዊ ኣቀራርባ ምስ ደቂ ኣንስትዮ ብምሕዋስ ርእሰ ምትእምማንን ብርታዐን ሰሓብነትን ብምንጽብራቕ ንዝቐረብካያ ጓል ክትማርኽ ትኽእል ኢኻ። ነዚ ምኽርታት እዚ ኣብ የእምሮኻ ኣቐምጦ፣ ኣዘውቲርካ እውን ብግብሪ ተለማመዶ። ኣብ ፍቕራዊ ርክብካ ዝመጽእ ምዕባለ ድማ ኣስተውዕል። ክሳብ መወዳእታ ስለ ዝተኸታተልኩምኒ ብልቢ'የ ዘመስግነኩም። ነዛ ቪድዮ እዚኣ ተፈቲኹማ ላይክ ሸር ሳብስክራይብ ብምግባር ሳፖርት ግበሩኒ። ሕቶ ርኢቶ ተለኩም ድማ ኣብ ታሕቲ ጸሓፉለይ ኢኹም ከንብቦ'የ ክምልሰልኩም'የ።